ዜና እንሆ። ኣብ ክልል ኣምሓራ ዘባ ኣዌ ዝርከቡ ሰራሕተኛታት ጥዕና ኤክስቴንሽን ብፖለቲካዊ እምነቶም ጥራሕ ኣብ ኣከፋፍላ መሃያ ኣድልዎ ይፍጸም ከም ዘሎ ተገሊጹ። ብመሰረት እቲ ሓበሬታ ኣብ ዞባ ኣዌ ኣብ ሓደ ዓይነት ሞያ ዝነጥፉ ናይ ጥዕና ኤክስቴንሽን ሰራሕተኛታት ኣብ ምኽፋል መሃያ ርኡይ ኣድሎ ይፍጸም ኣሎ ምስ በሉ ኣባል ኢህወደግ ንዝኾነ ሰራሕተኛ ሽሕን ኣርባዕተ ሚእትን ዕስራን ሸሞንተን ብር እንትኽፈሎ ኣባልን ደጋፍን ኣይኮነን ዝተባህለ ድማ ትሽዓተ ሚእትን ሸሞንተን ብር ጥራሕ ይኽፈሎ ከም ዘሎ ኣረዲኦም። እቲ ሓበሬታ ወሲኹ እቶም ኣብ ሓደ ዓይነት ሙያ ተዋፊሮም ተመሳሳሊ ኣገልግሎት ግዜ ስራሕ ዘለዎም ሰራሕተኛታት ጥዕና ይፍጸም ኣሎ ዝበልዎ ኣድልዎ ደው ንኽብል ንዝምልከቶም ኣካላት ጥርዓን ምስ ኣቕረቡ መሃያ ክትውስኹን ካልኦት ጥቕማ ጥቕምን ክትረኽቡ እንተደሊኹም ኣባል ኢህወደግ ምዃንኩም ኣረጋግጹ ዝብል ምላሽ ከም ዝተውሃቦም ገሊጾም። ኣብዚ ሕዚ እዋን ሰራሕተኛታት ስልጣን ዝረኽቡ ብሙያኦምን ዓቕሞምን ዘይኮነስ ኣባል ኢህወደግ ምዃንን ኣብ ዘይምዃንን ጥራሕ ከም ዝተሓጽረ ንግዳያት መሰረት ገይሩ ዝበጽሓና ሓበሬታ የረድእ። ኣብ ዞባ ምዕራብ ጎጃም ከተማ ፍኖተ ሰላም ካብ 16 ሕዳር 2006 ዓ ም ጀሚሩ ብተኸታታሊ ዝተኻየደ ኣኼባ መምህራን ተቃውሞ ከም ዘጋጠሞ ተገሊጹ እቲ ኣብ ኮሌጅ መምህራን ኣዳራሽ ን12 መዓልታት ብዞባ ደረጃ ዝተኻየደ ተኸታታሊ ኣኼባ መምህራን ብሓለፍቲ ቢሮ ትምህርቲ ዝተዳለወ ምንባሩ ዝገለጸ እቲ ሓበሬታ ኣብቲ እዋን ብመምሃራን ዝተላዕሉ ሕቶታት ብትምህርቲ ሚኒስተር ዝተፈቕደ ስኬል ወሰኽ መሃያ ስለምንታይ ኣባና ተግባራዊ ዘይኮነ ብኣገልግሎትና መሰረት ዘይውሰኸልና እንተኾይኑ ስራሕ መምህርነት ደው ክነብል ኢና ዝብሉን ካልኦት እዋናዊ ሕቶታትን ኣልዒሎም ነቶም መድረኽ ዝመርሑ ዝነበሩ ከም ዘዋጠርዎም ካብ ተሳተፍቲ ዝረኸብናዮ ሓበሬታ ኣመልኪቱ። ነቲ ኣኼባ ዝመርሑ ዝነበሩ ሓለፍቲ ቢሮ ትምህርቲ ነቲ ብመምሃራን ዝቐረበ ሕቶታት ኣድበስቢሶሞ ክሓልፉ ፈቲኖም እኳ እንተነበሩ ግቡእ መልሲ ብዘይምርካቦም ዝተቆጥዑ ተኣከብቲ መምህራን ብሽምና ዝተሰልዐ ባጀት ብዝተፈላለዩ ምክንያት ወፃኢ እናገበርኩም ኣብ ውልቃዊ ረብሓኹም ተውዕልዎ ስለ ዘለኹም ኢኹም ክብሉ ብሓደ ድምፂ ከም ዝተዛረቡን እቲ ኣኼባ ብዘይመዕለቢ ከም ዝተበተነን ተፈሊጡ። ብተመሳሳሊ ኣብ ዞባ ምዕራብ ጎጃም ወረዳ ጃዌ ዝርከቡ ነጋዶ ምስ ኣታዊኦም ዘይዛመድ ግብሪ ክኸፍሉ ብምግዳዶም ኣብ ልዕሊ እቲ ስርዓት መረረቶም ኣብ ምግላፅ ከም ዘለዉ ተፈሊጡ። ኣብ ክልል ኣምሓራ ዞባ ምዕራብ ጎጃም ወረዳ ጃዌ ዝርከቡ ነጋዶ ነቲ ሕጋውነት ዘይብሉን ሚዛኑ ዝሰሓተን ኣድሎ ዝበዝሖ ምኽፋል ግብሪ ሕዚ እውን ብዝኸፍአ መልክዑ ይቕፅል ስለዘሎ ነዚ ፍታሕ ክግበረሉን ዝምልከቶም ኣካላት ዘቕረብዎ ጥርዓን ሰማዒ ከምዝሰኣኑ ተገሊፁ። ካብቶም ልዕሊ ዓቕሞም ዝኾነ ግብሪ ክኸፍሉ ዝግደዱ ዘለዉ ነጋዶ ኣይተ በርየ ኣብዮ ዝተባሃሉ ወገን ኣርባዕተ ሚእቲ ሽሕ ቅርሺ ንክኸፍሉ ዝተወሰነሎም እንትኾን እዚ ድማ ዜጋታት ሰሪሖም ናብርኦም ከመሓይሹን ካብ ዝረኸብዎ ኣታዊ ምኽፋል ኣወንታዊ እዩ ዝብል ኣተሓሳስባ ንከየማዕብሉን ኩሉ ነጋዳይ ተመሳሳሊ ዝኾነ ፀገም ወሪድዎ ከምዘሎ እቲ ሓበሬታ ወሲኹ ኣመልኪቱ። ኣብ መወዳእታ እቲ ሓበሬታ ኣብ ኣወሳስና ግብሪ እውን እንተኾነ ብላዕ ዝሃበ ወይ ከዓ ኣባል ኢህወደግ ዝኾነ ምስ ኣታዊኦም ዘይመጣጠን ውሑድ ግብሪ ክኸፍል ብምግባር ሃገርን ህዝብን ይብደል ምህላዉ እቲ ሓበሬታ ኣረዲኡ። ዝኽብርኩም ተዓዘብቲ ዜና በዚ ተፈጺሙ ንምክትታልኩም ኣዚና ነመስግን ክብረት ይሓበልና።